ሎማዓንቲ ዕለት ክንደይ እዩ? ሎማዓንቲ ዕለት ሸሞንተ ወርሒ ሓሙሽተ ክልተ ሽሕ ዓሰርተ ሸውዓተ ዓመተ ምህረት ዋጋታት ዝተፈላለዩ መብራህትታትን ሲሚንቶ ቴንዲኖ ካልኦትን ዋጋታት ሒዘ መፅየ ኒኤኹ ከም ዝተለመደ እስካዕ መወዳእታ ረኣይዎ ላይክ ክገብርኩም ትሪእሱ ሰባት ሎማዓንቲ ግዴታ ሓሙሽተ ሚእቲ ላይክ ክኣቱ ኒኤዎ ኩለኹም ላይክ ናገበርኹም እዚ ቪድዮ እዚ ናብ ብዙሕ ሰብ ክበፅሕ ኒኤዎ እዚ ኢንፎርሜሽን እዚ መዓልታዊ ዋጋ ካብ ሶኒ ክሳብ ዓርቢ ስለዝኾነ ንብዙሕ ሰብ ክበፅሕ ስለዘለዎ ኩለኹም ላይክ ናገበርኹም ከዚ እናረኣኹም ተሪልኹም ላይክ ገብሩ ስለዚ ቀጥታ ብዙሕ ወግዒ ከይብዛሕና ናብ ፕሮግራምና ንሕለፍ ኩሉ ግዘ እውን ከም እንገብሮ ካብ ናይ ቴንዲኖ ዋጋ ጀሚርና ናቐፀልና ንኽእል ኢና ስለዚ ሎማዓንቲ ቴንዲኖ ሓሪፍ ዝኾነ ዋጋ ሒዙ መፅንዮ ካብ ዝሓለፉ ኣርባዕተ መዓልትታት ሎማዓንቲ ፍልይ ዝበለ ዋጋ ሒዙ መፅንዮ እሱ ክነግረኩም እያ ካብ በዓል ሸሞንተ ክሳብ ዓሰርተ ሽዱሽተ እዩ ለሎ ቴንዲኖ ከም ንፍለጥ ስለዚ ቱርኪ ሎማዓንቲ ናብ ቱርኪ ኩሉ ሰብ ትፈትይዎ ሎማዓንቲ ኣቕርበልና ኣለልኹምኒ ናብ ቱርኪ ስለዝኾነ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ናረእና ንኸድ ኢና ዘሎ ፈላላይ እውን ክንርኢ ናብ ከተማ መቐለ ለሎ ኣብ ካልኦት ከተማታት ትግራይ ለሎ ክንደይ ከም ዝኾነ ኣብ ኮሜንት ጸሓፉለይ ውድድር ክሕግዘና ምእንተይ ምስ ካልኦት ከተማታት ትግራይ ዝጠየቕኹም ሰባት ሃሊኹም ኣብ ኮሜንት ጸሓፉለይ ምስኡ ነወዳደርና ምስ ናይ መቐለ ይሕይሽ ዶ ልብል ናረእና ንኸድ ኢና ማለት ስለዚ ዝሰማዕኹም ተሃሉ ኢንፎርሜሽን ብዛዕባ ናት ኢንዲኖ ኣብ ኮሜንት ጸሓፉለይ ኣብ ካልኦት ከተማታት ትግራይ ብለይ መቐለ ማለት እዩ

ክልተ ሽሒ ሸሞንተ ሚእቲ ሓምሳ እዩ ብዓል ዓሰርተ ሽዱሽተ ክልተ ሽሒ ሸሞንተ ሚእቲ ሓምሳ እዩ ስለዚ እዚ ዝፀብፃብ ዋጋ እዚ ናይ ዕለት ሸሞንተ ወርሒ ሓሙሽተ ክልተ ሽሒ ዓሰርተ ሸውዓተ ዓመተ ምህረት ዘገልግል ዋጋ እዩ ናጋ ተቐይሩ ክመፅእ ዝኽእል ዋጋ ስለዝኾነ ሎማዓንቲ ልውዓለ ዋጋ ይነገርኩም ኣለኹ ስለዚ ንዕለት ሸሞንተ ሎማዓንቲ ውዒሉ እውን እዩ ስለዚ ብዚኣ መሰረት ጌርኩም ክትገዝኡ ዝሓሰኹም ሰባት ብዚኣ መሰረት ጌርኩም ጠይቅኩም ወይ ድማ ልሓሽ ዋጋ ኣጋኒናትሉ ንሰባት ተሃሊኹም ኣነ ልሓሽ ዋጋ ክጋኒኩም ይኽእል እየ በተለይ ብዝሕ ልበለ ኦርደር ትገብሩ ሰባት ኣሊኹም ምስ ስሚንቶ ካልኦት ኣቕሓታት ኣናጉርኒ ከጋዝኦኩም ይኽእል እየ ማለት ስለዚ ዝለዓለ ዋጋ እና ቱርኪ ብዝኸ ሰዓት ዘሎ 2850 እንትኾን ዝተሓተ ድማ 780 እዩ ንዕለት 8 ወርሒ 5 2017 ዓ ም ዘሎ ዋጋ ማለት እዩ እዚ ፀብፃብ ዋጋ እዚ ብጣዕሚ ዝጠቕመኩም ሰባት ኢኹም እኒኦኹም ኩለኹም ትሪእዎ ኣለኹም ብጣዕሚ ብዙሓት ሰባት ትፈትዎ ኣለኹም ገዛ ተስርሑ ዘለኹም ወይ ድማ ኣብ ምስራሕ እቅድ ዘለኩም ሰባት ኩሉ ግዜ ዲቴል ዋጋ ምውሳድ ንባዕልኹም ዓብይ ጥቕሚ እዩ። ኩሉ ግዜ ካብ ሶኒ ክሳብ ዓርቢ ከየምለጠትኩም ተኸታተሉ። ንዕረፍትኹም ክኾን ይኽእል እዩ ንቤተሰብ ተሃሊኩምላ እዚ ቪድዮ እዚ ሼር ጎርሉ ክሰምዕዎ ኣለዎ ንትብልዎ ሰብ ኩሉ ሼር ጎሩ። ስለዚ ቐፂልና ከዚ ናብ ኢና ንሓልፍ ናብ ሲሚንቶ ለለዎ ላለሞዓንቲ ዋጋ ክንሪኢና ስለዚ ሎማዓንቲ ሲሚንቶ ክንደ ከም ዝወዓለ ንርአ ማለት እዩ ንዕለት ሸሞንተ ወርሒ ሓሙሽተ ክልተ ሽሕ ዓሰርተ ሸውዓተ ዓመተ ምህረት ሓሙስ መዓልቲ ሎማዓንቲ ሓድሽ ልኾነ ዋጋ እዩ ኩሉ ግዜ ለቕረልኹም ለሓደረ ልባል ዋጋ ይብልናይ ካብ ሶኒ ክሳብ ዓርቢ ሓድሽ ዋጋ እዩ ልቐርብ ስለዚ ናስሚንቶ ዋጋ ንርኢ ዘለና ካብ ዝሓለፉ ኣርባዕተ ሓሙሽተ መዓልትታት ብጣዕሚ ዋግኡ ክንቀሳቐስ ይኽኣል እዩ ከዝለ ስሚንቶ ሓደ ሽሒ ኣርባዕተ ሚእቲ ኣርባዓ ጀሚሩ እስካብ ሓደ ሽሒ ሓደ ሚእቲ ሓምሳ ዘሎ ዋጋ ኣሎ እዚ እዚ ዋጋ እዚ ካብ ዝሓለፉ ነገረኩም እስካ ኣርባዕተ ሓሙሽተ ሰሙን ዝዳርጋ 1140 ስካብ 1150 ኣብ ለሉ ዋጋ እዩ ከይተንቀሳቐሰ ጸኒሑ። እዚ ይመስል ንዕለት 8 ወር 5 2017 ዓ.ም ዘሎ ዋጋ ስለዚ ካብ መዓልቲ ናብ መዓልቲ ናይ 10 ቅርሺ ኣፈላላይ ይፈጥር ኣሎ ስለዚ ኣብ ቀጸልቲ መዓልትታት እንታይ እዩ ዝፍጠር ንብል ምናረእና ንኸድ ኢና ዘይገዛእኹም ሰባት ኣለኹም ካዚ ብዙሕ ሰባት እዮም እናገዝኡ እናጠየቑ ንርከቡ እንደይ ነገርናት እናላእኽና ኢና ንርከብ ስለዚ ናብ ካልኦት ከተማታት ትግራይ ክትልእኹ ትደልዩ ሰባት ድማ ኣናጉርኒ ንሱ ገይረ ሓዊሰ ክልእኸልኩም እየ ማለት እዩ። ስለዚ ብኢሞ፣ ዋትሳፕ፣ ቴሌግራም ኣናግሩኒ። ካብዚ ኣብዚ ሰዓት ለሎ ክትገዝእዎ ዘለኩም ሰዓት ይመስለኒ ሓሪፍ ዝኾነ ዋጋ እዩ ካብ ዝሓለፈ ሰባት ዝገዝእዎ ዓሚ ዓብዪ ዝኾነ ፈላላይ ስለለሎ ብጣዕሚ ብኽባር ዝገዛእኹም ሰባት ብዙሕ ትነግሩኒ ኢኹም ውሽጢ መስመር ትነግሩኒ ኣለኹም ኢኹም ብጣዕሚ ካብኦም ተማሂርኹም ለዛም ከዚ ሓሪፍ ዝኾነ ዋጋ ተዘጋጅልኩም ስለለሎ ብኣ መሰረት ገይርኹም ገዚእኹም ቶሎ ኢልኩም ናብ ጉዳይኩም ተትኣትዩ ኣለኩም ማለት እዩ ስለዚ ንሎማዓንቲ ግና ካብ 1100 በዓይ ስካብ 1150 ኣብ ለሎ ዋጋ ሒዝኹም ወዓሉ ናጋ ልፍጠር ነገር ይፍለጢ ኣብ ናጋ ተኸታቲለ ከቀርበልኩም እዩ ማለት እዩ ፂልና ድማ ልሕልፈኩም ናበይ እዩ ድሕሪ ሲሚንቶ እና ቴንዲኖ ምርኣይና ናብ መብራህቲ ልሽወጠሉ ክንደየም ለሎ ኣብ ከተማ መቐለ ንርኢና ማለት እዩ እዚ መብራህቲ ካብ ብርሃኑ ሓሊፉ ዓብይ ጥቕሚ ልበና ንገዛና ድምቀት መልክዕ ስለዝኾነ መብራህቲ ኣብዚ ኸዚ ሰዓት ብጣዕሚ ዝተፈላለዩ ዲዛይናት ይርከቡ እዮም ኣብ ከተማ መቐለ ብፍላይ ከም ትሪእዎም ኣለኹም ዝተፈላለዩ ንዳይኒንግ ቴብል ንወይ ንዝኾነ ናይ መብልዕ ምግቢ ናብ ዓል ዝኾነ መብራህቲ እኒዎ ንገዛና ጂብሰን ተኮይኖም ዝኸ ሰዓት ብፍላይ ዲዛይን ዝተገበረ ጂብሰን ተኮይኑ ዝተፈላለዩ ዓይነት መብራህትታት ክንጥቀም ኢና ማለት እዩ ንዘመን እዚ ንምጥኑ ኣብዚ ኸዚ ሰዓት ሓሪፍ ዝኾኑ ቆንጆ ዝኾኑ መብራህትታት እኒዉ ካብዞም ዝፀንሑ መብራህትታት ከምዚኦም ንብሉ መብራህትታት እኒዉ ከምትሪእዎ ኣለኹም ከምዚኦም ዓይነት መብራህትታት ብጣዕሚ ዝፀንሑ እዮም ብዙሕ ዓመታት ዝቆፀሩ እዮም ሎሚ ድማ ሓድሽ ፋሽን መፂ እኒኦ ከም ትሪእዎ ኣለኹም ተለጣፊ ኮይኑ ከምዚ ዓይነት መብራህትታት ለ እኒኦ ማለት እዩ ስለዚ ኣብዚ ከ ሰዓት ኣብ ከተማ መቐለ ስካብ ክንደይ ቅርሺ ይሽወጡ ከም ዘለዉ ክነግረኩም እዩ ማለት እዩ ኣብኡ ተለኹ ድማ ጥያቄ ዝፈጥረልኩም ነገር ተሃልዩ መብራህቲ ከገዛእና ካብኡ ከ ሰራሕተኛ ተጋኒና ዶ ልብል ነገር ተሃልዩ ደላ ችግር የብሉይ ሰራሕተኛለ ኣእላፍ ስለለለዉ ናብ ልደለኹም ከተማታት ትግራይ ሰራሕተኛለ ከቕርቡልኩም ይኽእል እዩ ማለት እዩ ምስኦም ተተሓሒዝኩም ገዛኹም ብልገርም ስራሕ ሰሪሖም ለቕርቡ ሰራሕተኛታት ስለለለዉ ምስኦም ከጋኒኩም እያ ሓሪፍ ዝኾነ ስራሕ ምርካብ ትኽእሉ ኢኹም ማለት እዩ ስለዚ ናይ መብራህትታት ዋጋ ካብ ክንደይ እስከ ሓንደይ ልብል ምርኣይ ንቐፅል ማለት እዩ ስለዚ ዋግኦም ካብ ሸውዓተ ሽሕ ጀሚሩ እስካብ ዓሰርተ ክልተ ሽሕ ኣሎ ማለት እዩ ናይ መብራህትታት ዋጋ ካብ ሸውዓተ ሽሕ ጀሚሩ ክሳብ ዓሰርተ ክልተ ሽሕ ኣብ ዘሎ ዋጋ ምርካብ ትኽእልዎም ኢኹም። ናይ ሸውዓተ ሽሕ ከም ትሪእዎ ኣለኹም ኣብዚ ቪድዮ እዚኦም ኩሎም ብሸውዓተ ሽሕ ዝሽወጡ እዮም። ቀፂልና ድማ እዚኦም ድማ ዓሰርተ ክልተ ሽሕ ዝሽወጡ ኣለዉ። ከም እዚኦም ንበሉ ድማ ናይ ሸሞንተ ሽሕ እውን ዝሽወጡ ኣለዉ ማለት እዩ። እዚኦም ኣብ ከተማ መቐለ ትረኽቦም ሓሪፍ ዋጋታት እዮም። ኣብ ዝተፈላለዩ ኣብዚኣ ክነገርኩም ደሊ ኣብ ዳሕና ልበሃል ገዛውቲ ኮይኑ እዚ ዓበይቲ ድንኳናት ኮይኑ ብጣዕሚ ክብር እዩ ዋጎም ንክኡ ልክዕ ምስቲ ናይ ገዛ ስታንዳርድ እናተሓለየ ዋጎም ውስኽ ልብል እዩ ኣብ ዳሕና ዝኾነ ቦታታት ድማ ድኳናት ድማ ተሪኢኹም ብጣዕሚ ቆንጆ ዝኾነና ፌር ዝኾነ ዋጋ ትረኽቡ ትኽእሉ ኢኹም ስለዚ ግዘ እናትብሉ ንሰብ ተሃሊኹም ኣናግሩ ንውሽጢ መስመር ኣነ ገዚኤ ክልእኸልኩም ይኽእል ማለት እዩ ስለዚ ሓሪፋት ዝኾኑ ንዚ ዘመን ዝልምጥኑ መብራህትታት እኒአው ንካፌ ትደልዩ ተደሊኹም ንናይ ባኒ ኬክን ቤከሪ ዓይነት መብራህትታትን ወይ ዲዛይን እኒኦ ልሽወጥ ንዳይ ካፌ እንዳ ቡን ክትጅምሩ ተሓስዋ ቢዝነስ ለዓለምላ ንገዛኹምላ ንወይኑ ዳይኒንግ ቴብል መብልዕ ምግብና ናይ ሳሎን ናይ ባዕሉ መብራህቲ ስለለሎ ዝተፈላለዩ ዓይነት መብራህትታት እኒአው ንኦም ዝኾኑ ቆንጆ ዝኾኑ መብራህትታት ስለለለው ብእንደ ስእልት ገይራ ከራኸብኩም ይኽእል እያ ወይ ክገዝእልኹም ይኽእል እየ ማለት ስለዚ ኣናገሩኒ ብውሽጢ መስመር ስልከይ ኣብ ኮሚኒቲ ናይ መጀመርያ ከቕምጠልኩም እያ ብሞ ዋትሳፕ ቴሌግራም ርኸቡ ካሊእ ድማ ዝረኣኹዎ ኣብኡ ተለኹም ኤልዲ ካብ በዓልና ንጥቀም ትብሉ ሰባት ኣለኹም ኤልዲ ማለት ከም ትሪእዎ ኣለኹም ኣብቲ ቪድዮ ወይ ኣብቲ ፎቶ ትሪእዎ ኣለኹም እዚ ኤልዲ ማለት ኤልዲ ማለት ጂብሰን ሰሪሕና ምስ ወዳእና ብታሕቲ ዝቕበር ብውሽጢ ብቲ ትሪእዎ ኣለኹም ክፍተት ዘሎ ናይ ላዕሊ ቦርድ ብውሽጢ ናእቲ መብራህትን እዩ ማለት እዩ። ሎሚ እዚ ዘመናዊ ኮይኑ እዮ ኣብ ማንም ገዛ ሪኢኹም ኣብዚ ሰዓት ኩሉ ሰብ ዝጥቀመሎ ከምዚ ዓይነት መብራህቲ እዩ ስለዚ ብውሽጢ ተቐባሪ ናይ ኤልዲ ላይት ኣብዚ ሰዓት ዝሽወጠሉ ዘሎ ክንደይ እዩ ተልኩምኒ ኦሪጂናልና ቀዳማይ ደረጃና ካልኣይ ደረጃ ዝበሃል ኤልዲ ላይት ኣለዉ እሶም ድማ ቀዳማይ ደረጃ ዝበሃል ኣብዚ ሰዓት ንሜትሮ ሚእቲ ሓምሳይ እናተሸጠ ይርከብ ሚእቲ ሓምሳይ ቅርሺ ንሜትሮ እናተሸጠ ይርከብ ኸዚ ድማ ሚእቲ ሓምሳይ ምዃኑ ቆንጆ ልባል ዋጋ እዩ ኒኩም ስለዚ ንገዛኹም ልክዕ ክኣኽሎ ልኽእል መሪፅኹም ባዕልኹም ዙርያ ክትገብሩ ትደልይኹም ብዙርያ ወይ ድማ ብፀጋዕ ፀጋዕ ለክገብሩ የሉ ሰብ ተሃሊለ ብፀጋዕ ፀጋዕ ተጠቂሙ ምስራሕ ይኽእል እዩ ማለት እዩ ስለዚ እቲ ቀዳማይ ደረጃ ብሚእቲ ሓምሳይ ቅርሺ ምርካብ ትኽእልዎ ኢኹም እቲ ካልኣይ ደረጃ ድማ ክንደይ ንእትልኹምኒ እስካብ ሚእቲ ኣርባዕይ እውን ክትረኽቡ ትኽእሉ ኢኹም። ካልኣይ ደረጃ እና ቀዳማይ ደረጃ ዝበሃሉ ስለሉ ማለት እዩ። እዚ ክብለኩም ተለኹ ኣፈላላዩ ከመይ እዩ ዝፈጠር ተልኹምኒ ብጣዕሚ ዓብዪ ዝኾነ ኣፈላላይ እኒኦዎ እሱ ድማ ናይ ሽፋኑ ባዕሉ እኒኦ ሕዚ እቲ ካልኣይ ደረጃ ብለ ክለኹ ሽፋን ኣደገ የብሉ ጨራሽ መብራህቲ ብቻ እዩ ንደገ ዝወፅእ እቲ ግን እቲ ቀዳማይ ደረጃ ንባዕሉ ዝኾነ ፕላስቲክ ዝኾነ መሸፈኒ እኒኦዎ ብኡ መሰረት እዩ ልልጠፍ ማለት እዩ ስለዚ ዝኾነ ዓይነት ፀገም ኣይከጋጥሞ ይኸእል ዝኾነ ርጋፍ ሓመድ ዋላ ዝኾነ ክገብሮ ኣይኸእል ማለት እዩ ስለዚ ብጣዕሚ ዓብይ ዝኾነ ፍላላይ እኒዎ ዓሰርተ ቅርሺ ወፅሕኹም ምንም ቅናሽ ደልዩ ነገር እኳ ኢለ ሓስቢ ግን ሓሪፍ ነገር ክስራሕላ ትሉ ሰዓት ኣለኹም ግና ንሜትሮ ሚእቲ ሓምሳ ቅርሺ እኒኤኩ ማለት እዩ ስለዚ ብዚኣ መሰረት ጌርኩም ለለዉ ነገራት ዋጋታት ኩዱ ውሰዱ ሎማዓንቲ ዕለት ሸሞንተ ወረ ሓሙሽተ ክልተ ሽሕ ዓሰርተ ሸውዓተ ዓመተ ምህረት እዩ ኣብ ናጋ ብካሊእ ፕሮግራም ተመሊሰ ክመፀኩም እየ እስካዕ ሽዒቱ ግና እስኹም ላይክ ሼር ሰብስክራይብ እናገበርኩም ንቻናል እዚ ዓብዪ ቻናል ጌርና ንዕብዮ ኣብ ቀፀልቲ ሓሪፍ ዝኾኑ ፕሮግራማት ክቀርበልኩም እያ ኣብ ቀረባ እውን ተፀበዩኒ ኣብ ቀረባ ናብልኩ ብዙሕ መዓልትታት ከምንወስድ ኣለኹ ኣይጠራጠሪ ግና ተፀበዩ ብቻ ናይ ነገራት ዘይምምቻ እዩ እስካዕ ልዘጋጀ እዩ ስራሕ ምጅማር ትደልዩ ወይ ድማ መሬት ምግዛእ ካልኦት ነገራት ትደልዩላ ኣናጉርኒ ኣነ ልሓሸ ንዓኻትኩም ናይ ምቕራብ ግዴታ እውን ስለለለኒ ኣነ ልሓሸ ነገር ንዓኻትኩም ከቕርበልኩም እዩ ማለት እዩ ስለዚ ኣብ ቀፃሊ ፕሮግራም እስካዕ ንራኸብ ሰላም ንዓኻትኩም ይኹን ደቂ ዓደይ ፒስ